ሓድሽ ውሳነ ገብራትና ጣዕሳ ናይ በራኺ ሰላም ሰላም ከመይ ቀኒኹም ኣነ ሰላም እየ እግዚኣብሔር መስገን ሓፍትኹም ሱዝየ ማለት እዩ ኩላትኩም ሓድሽ ስለኾንኩም ሰብስክራይብ ምግባር ኣይትርስዑኹም እንዳበልኩ ሌትስ ጎ ቪድዮ ናይ ገብራት ሓድሽ ውሳኔና ናይ በራኺ ናይ ጣዕሳ ቃል ብፍሉይ ብዝበለ መፂና እኒአ ማለት እዩ እሱ ድማ እንታይ እዩ እንድሕደለ ኮይና ገብራት ምፍርራሕ ዘለዎ ቃላት ንኸይወፅእ ዘረባ ንኸይወፅእ ሕማቕ ነገራት እቲ ዝተሰርሐ እቲ ዝገበሮ ነገራት ንኸይወፅእ ተባሂሉ ብዙሕ ድራማታት ንሰራሕ ነይሩ ማለት እዩ ሕጂ ግን እቲ ዝገብሮ ነበረ ምፍርራሕ እቲ ዝገብሮ ነበረ ምውጥዋጥ በትሪ እስታት ነገራት ኣብ መዕለዊኡ የዕልዩ ውሳነ ወሲኑ ዕቋር ካብ ገዛ ሰጒጉዎ ኢሚደትሊ ወፂኡ ካብ ገዛ ማለት እዩ ወፂኡ እኒኤ ድማ እንዳቦኡ ከይዱ እንዳቦኡ ሰፊሩ ማለት እዩ ጓሉ ዓዲ ሕማቅ መስፋር ኣይትፈቱን እያ ምክንያቱ ሰበይቲ የብሉ ሰብኣይ የብሉ ቆልዓ የብሉ ስለዝኾነ ነቶም ቆልዑ ብጣዕሚ እያ ትፈርሕ ማለት እዩ ብፍላይ ድማ ሓዘን እኳሲ ኣብቲ ገዛ ኣይተሓዘነን ማለት እዩ እንዳ ሓዉ እዩ ተሓዚኑ እምበር ኣብቲ ገዛሲ ኣይተሓዘነን ዝተዓፀወ ገዛ እዩ እና ከምኡ ስለዝኾነ እያ ከዓ ንኢንዳ ኣቦኣ ንክትቅመጥ ወሲና ማለት እዩ ሕጂ ግን ምስ ሓሙኡ ብዘለዎ ዘይምርድዳእ ነገራት ማለት ሕማቅ ግዜ ኣይተምፅእ እንድዩ ፈታኒ ዝኾነ ነገር ግዴታ ናብቲ ገዛ ንክትኣቱ ድማ ተገዲዳ ማለት እዩ ምክንያቱ ሰብኣያ ኣብቲ ገዛ ከም ዘይቕመጥ ሓሙ ነጊርዎን እዩ ስለዚ ናብ ዝጓሓፎ ነገር መቸም ኣብ ደገ ኣይሓድርን እዩ እንዳቦኡ ከለዎ እና እንዳቦኡ ንኸይድ ንዓ ድማ ዓዲ ሕማ ንኸይድ ድማ ተወሲኑ እቲ ጉዳይ ኣትዮሞ ማለት እዩ እጂ እስታት ነገራት ናይ መጀመርታ ውሳነ ወሲና ኣይኸውንን እዩ ዝበለቶ ቃል ሕጂ ግን ሕራይ ይኹን ንክትብል ተገዲዳ ማለት እዩ። እሱ ድማ ቀሊል ነገር እዩ ናይ ኣብ ልዕሊ ኣሚና ኣብ ልዕሊ ሰብኣይ ኣብ ልዕሊ ክብረታ ለለዋ ነገራት ከቢድን ረዚንን ስለ ዝኾነ መሲሉ ይስምዐኒ ኣነ ከም ኣነ ማለት እዩ ብፍላይ ኣብዚ ሕጂ ሎሚ ግዜ ኣብ ጥቕማ ጥቕሚ ዝተመርኮሰ እንታይ ይሕሸኒ ሃመይ ይሕሽ መን እም ይሕሹ ኣብ ዝበሃለሉ ግዜ ኣብ ዝወፅሐና ኣሎ ምክንያቱ እቲ ግዜ ባዕሉ ሲ ከምኡ ዝጠልብ ኮይኑ ማለት እዩ ምንም ገንዘብ ዘይብልካ ምንም ሓደ ሓደ ነገር ዘይብልካ ሓደ ሓደ ነገር ዘይብልካ እንድሕር ኮይንካ ሲ ከም ናይ ቀደም መልሓስ ይሃልኻ እምበር እሳስ ዋላ ሓንቲ ምናምን ዝበሃለሉ ግዜስ ኣይኮነን እዩ ዋላ ኣርጊጽካያ እሚንካያ ዋላ ኣጥኒስካያ ውሊድካያ ግን መለሲ መልሓስካስ ምሳኻ ክትነብርስ ኣይትኽእልን እያ ማለት እዩ ንምንታይ በቃ እቲ ግዜ ባዕሉ ገንዘብ ደላይ ስለ ዝኾነ ማለት እዩና ሰበይቱ ግን ናይ ኣቦኣ ነገራት ኩሉ ጠንጢና ኣብ ፍርሕን ኣብ ጭቆናን ኣብታ እዩ ልበሃል ኣብ ፍርሕና ኣብታ እዩ ልበሃል ተመርኲሳ ዝነበረት ሕጂ ግን ንሰብኣያ ክትብል መስዋእቲ ከፊላ ንዓዲ ሕማኣ ተመሊሳ ማለት እዩ ገብራት ድማኒ ያው ውሽሞ ሃርያ ካብቲ ገዛ ንክኸውፅኦ ከም ዘለዎ ብጥብቂ ኣተሓሳሲባቶ ነይራ ወይ ድማ ናይ ሰበይቱ ጉዳይ ኣውፂኣ እቲ ጉዳይ ክተቃልዖ ከም ዝኾነት እያ ኣፈራርሓቶ ነይራ ማለት እዩ ሕጂ ድማኒ ከይዱ እንዳገብራት ማለት እዩ ይቅርታ እንዳ ባራኺ ገብራት ከይዱ እቲ ጉዳይ ከም ዝፈጸሞ ምስ ባራኺ ክበኣስ ከም ዘይደሊ ናይ ገብራትን ናይ ባራኺ ናይ ብዙሕ ዓመት ዕርክነት ከም ዝኾነ ዝኾነ ዓይነት ነገር ምስ ባራኺ ተተሓሓዝ ከም ዘይብሉ ባራኺ ዝገብሮም ዘሎ ስራሕትታት ብፍላይ ድማ ኣብ ክሲ ዘተኮረ ናይ ዕቋር ዋላ ሓንቲ ቂምታ ከም ዘይብሉ ዋላ ሓንቲ ንዕኡ ተሰሚዕዎ ሓሙ ኡስ ሰብኣይ ጓሊስ ከምዚ ይገብሮ ኣሎ ባራኪ ምናምን ዝዓይነቱ ነገራት ከም ዘይብሉ ተሓሳስባን ካብቲ ገዛ ከም ዝሰጎጎ ሰላም ስኒት ከም ዝደሊ ፍቅሪ ከም ዝደሊ ኣብቲ ዓዲ ብሰንኪ ሰብኣይ ጓል ኢልና ሰላም ክወርድ ኣለዎ ኢሉ ከም ዝሓሰበ ምናምን ንባራኽ ነጊርዎ ማለት እዩ። ሃርያ ከም ትፈልጥዎ ኣፋ እናጠወየ ትግረም ነይራ ማለት እዩ። ምክንያቱ ቀንዲ ዘራጊ ተዓዲ ገብራት እዩ። ጠንቂ መባለሸዊ ተዓዲ ገብራት እዩ። ጠንቂ መባላሸዊ ሓዳር፣ ጠንቂ መባላሸዊ ጎረቤትና ጉርብትና ዘባላሸወ ሲ ገብራት በዓሉ እዩ ማለት እዩ እና ሓደሓደ ግዜ ሕማቕ ነገራት ተነጊሮም ሕማቕ ስራሓት ተሰሪሖም በቃ ኣፀያፊ ዝኾነ ነገር ተጠቒሞም ከምዚ ንከምዚ እዩም ኢሎም እንትልብሉ ነገር ሓቂ ኣሎ ከምኡ ዓይነት እኒአ ማለት እዩ እናት ዝሰርሖ ስራሕትታት ናብ ዕቋር ኣዝሂሩ እቲ ነገራት ከም ዘይፈፀሞ ከም ዘይገበሮ ሕማቕ ስራሕትታት ከም ዘይሰርሕ ኣብቲ ዓዲ እኳ ደኣ ንክሽምግልን ንከተዓርቕን ብጣዕሚ ከም ዝደኸመ ከም ዝለፍዐ ምናምን ንባራኽ ነጊርዎ ማለት እዩ ባራኽን ብኡ ልክዕ ሓቂ ኢካ ሃልኪምናኩም ኢና ምናምን ከምዚ ኢልዎ ማለት እዩ ሃርያ ግን እስታት ነገራት ካብ ሓቂ ዝረሓቀ ሓሻው ከም ዝኮነ እስትንፋሳት ከም ዘጥፈ ዓዲ ከም ዝሓመሳ ንሰብ ሓዳር ቃል ኪዳንና ተኢልባን እምነተን ከም ዘፍረሰ ናይ ብዙሕ ነገራት ሓቂ ዝወፅእ ኣብ ሃርያ ብዙሕ ነገር ከም ዘሎና ንዕዘብ ማለት እዩ እና ብትበለ ብትበለ ግን ባይዘወይ ክትፈልጥዎ ዝግበኣኩም ነገር ዕቋር ንኸዕውዮ እዩ ናብቲ ገዛ ወሲድዎ ሓው ንባራክቲ ዝሞተ ማለት ገብራት ሓኒቑ ዝቐተሎ እና ኣዕውይ ድማ ንመርዓ ንድርዓን ኣውፅሕዎ ምስ ጥዕና ዘይብሉ ድማ ይሕግዞ ነይሮ ከተማ ነይሮም እንዳ ኣቦይ ምሰለ ግን ገጠር እዮም ወፂኦም ድሓር ማለት እዛ ጉዳይ እዚኣ ግን ዳርጋ መብዛሕትና ብቤተሰብ ክኸውን ይኽእል፣ ብመቕርብ፣ ብመሓዛ፣ ብዝተፈላለየ ነገራት ሰብ ክጽግሞ ይኽእል እዩ። ነቲ ዝጸገሞ ሰብ ግን ድሕሪ ዓቕሚ ሃሊካ እንድሕር ትኽእል ኮይንካ ካብ ጉልበት ካብ ገንዘብ ንኽተዕውየሉ ባዕልኻ ኩሉ ነገራት ንኽትሽፍነሉ ቃል ኣቲኻ ብልክዕ ውላድ ተዕቢ ኢኻ። ሓሓድኒ ግን ዳርጋ ከምኡ ምግባር ንውርና ጽያፍ ማለት እሲ ነንመንትኻ ኮንካ ምውላዱ ብድገ ኮንካ ምናምን ይድግፎ ኣለኹ ማለት ዘይኮነ ግን ነቲ ዝተፈጠረ ነገራት ብጣዕሚ ኣጻይፍካ ምርኣይ ካብቲ ሕብረተሰብ እታ ጓል ኣንስተይቲ ንክትገልል ከምኡ ዓይነት ስራሕቲ ክትሰርሕ እንተ ኮይና ካብቲ ቦታ ንሱ ለቂቃ ክትወፅእ ከም ዘለዋ እስካዕ ከምዚ ምፍርራሕ ዝበፅሓታ ጓል ኣንስተይቲ እያ እና ብኸምዚ ዓይነት ነገራት ኣጋጢምዎ ኣጽብሃ ድማ ንዕቋር ከምዚ ገይሩ ኣዕብዩ እታ ምዕዋዩ እቲ ኣጽብሃ ዝለፍዐሉ ዝደኸመሉ ርብሪበ ዘይበለ ንሱ ደኺመ ዘይበለ ንሱ ወደየ እንታይ ክትኮን ኢኻ ሕጅስ ውፀለይ ከይበለ ንሱ ማለት እዩ ንሱ ብሂወት ምስኣነ ግን ዝብራርያ ዝሃንኑ ልመፀ እዚ ስድርኡ ለይፈልጥ ምናምን ዝኣመሰሉ ቃላት ብድዐ ይናገሩ ኣለዉ ሓደ ሓደ ቃላት ማለት እዩ እና ብጣዕሚ ኣጸያፊ እዩ ክበሃል ለይግብኦ ነገር እዩ ማለት እዩ ያው ኩሉ ሰብ ዳርጋ ከምኡ ናበለ እዩ ውዩ መልክዕ ሒዙ ከምኡ ስለ ለይኸውን እዩ እምበይ ዳርጋ መብዛሕትኡ እንዳ ቤተሰብ እንዳ ሓው እንዳ ሓፍቲ እንዳ ኮን እንዳ እሞ እንዳ ኣባሓጎ እዩ ዓብዩ ኩልና ከምኡ ዓይነት ነገራት ከምኡ ዓይነት ኣተሓሳሰባ ተዘይህሉና ሰብ ኣብ ፍንጀርኡ እንድሕር ኣተኪሩ ዝሰርሕ ኮይኑ ብዛዕባ ትንጀርኡ ምናምናት ትኹረቱ ኢና ክነድንቐሉ ዝግበአና እምበር ከምኡ ስለ ዝገበረ ፅልኢ ምልዕዓል ምናምን ፅቡቕ የኾነይ ማለት እዩ ምግለይ በቴለ በቴለ ግን ኩላህና ካብ ከምዚ ዓይነት ነገራት ካብ ከምዚ ዓይነት ቃላት ከብልና ኢና ማለት እዩ ብተወሳኺ ድማ ሃርያ ኣብ ልዕሊ ገብራ ዝነበረት ኣብ ልዕሊ ባራኺ እያ ኮይና እኒኣ ማለት እዩ ምክንያቱ ንባራኺ ኣውፂእካ ስደዶ እንዳሓወ እዩ በሎ ከመይ ገይረ ናይ ሕድሪ ቆልዓ ወልዓ ውፀለይ ኩሉ ኣይኮነ ንሱሲ ተኸሲሰዮ ነበርኩ ነገር ድማ ምስ ቆልዓ ክመላለስ ፅቡቅ ኣይኮነን ዝብል ሓሳብ ኣቕሪቡ ማለት እዩ ብኡ ልክዕ ግን እሳ ብጣዕሚ ተበሳጫ ክኸውን ዘይብሉ ማሲ ሰላም ኩሉ ነገራት ክኾን ይነበረ ብዝብል ማለት እዩ በትየለ በትየለ ግን ኩሉ ነገር ተስተኻኺሉ እቲ ሕማቕ ነገራት ኣይምለስን እዩ ኣይስተኻኸልን እዩ ኣይሕፈስን እዩ ከማይ ማለት እዩ ቁልዕነት ምህላው ምናምን ለ ክኸውን ይኽእል ኣይደኖ ዝሮ ዝሮ ብቴለ በቴለ ግን እንዳቦኡ ተመሊሱ እቲ ህይወት ቅልፅለ ድዩ ባራኺ ዘረባ ሰው ሰሚዑ ካብ ገዛ ከውፅኦ ድዩ ወይ ዕቋር እቲ ነገራት ይትረፍ ኢሉ ሰላማዊ መንገዲ ሒዙ ድዩ ክኸይድ ከመይ ልብል ዝብል ሓሳብ ያው ብርግጽ ክኸውን እዩ ኢለ እየ ዝሓስብ ማለት እዩ ኣነ። ስለዚ ካብ ከምዚ ዓይነት ነገራት ድማ ክንቁጠብ ኣለና። ማሲ ጽባሕ ግዜ እንታይ ከም ዝኾነ ኣይፍለጥን እዩ፣ ተቐያያይሩ እዩ ግዜ። ናይቲ ሓደ ጽባሕ ምስ ተሓደልና፣ ናይቲ ሓደ ድማ ጽባሕ ምስ ተሓደልና፣ ኩልና በርቲዕና እንድሕር ሰሪሕና ኮይንና ዘይንቕየረሉ ኣብነትን መንገድን የለን ማለት እዩ። ብቻ ብዝኾነ ግን ዕቋር ታይ እዩ ክገብር በራኺ ከ ታይ ክገብር ካብቲ ገዛ ከውፅእ ድዩ ዕቋር ናይ ባዕሉ ስራሕ ምናምን ናይ ባዕሉ ገዛ ምስራሕ ክጅምር ድዩ ከመይ እዩ ክብል ዝብል ኣብ ቀፃሊ ክፋል ክርኤና እስካብ ሽዑ ግን ሰብስክራይብ ምግባር ኣይትረስዑ ኢኹም ሰሰናዩ ንዓኹም